ሰላም ሰላም ሰላም ኩራት ተኸታተልተይ ሎሚ ዓንዲ ከዓ ኬክ ሒዘ መፅየኩም ኣለኹ ናይ ፆም ኬክ ማለት እያ ናይ ኦሬንጅ በራንሽ ጌርና ኣዝያ ጥዕምቲ ፎኳስ ዝኾነት ንቁርሲ ቡን ትኾነና ሎሚ ዓንቲ ማለት እዩ ብሓንሳእ ኮይና ክንሰርሓ ኢና ኣይ ሆፕ ክትፈትዋ ከኣ ተስፋ ይገብር ማለት እዩ ንዕናይ በሉ ብሓንሳእ ንስራሕ እምበኣር ዘድልዩና ነገራት ሓንቲ ብኬሪ ዘይቲ ሓንቲ ብኬሪ ሽኮር ሽኮር ደለና ማለት እዩ ጻዕዳ ይኹን ብራውን ብዘይገድስ ፔኪን ፓውደር ከዓ ሓፍ መበሊ ማለት እዩ ክልተ ኣራንሽ ተጠቂመ ኣለኹ ሓሩጭ ከዓ ክልተ ኩባያ ከምዛ ትሪእዎ ዘለኹም ሕጂ መጀመርታ ነዘን ኣስቤዛይ ኣልየ ነተን ኣራንሸይ ክመትረን እየ ከይቆረፍኩ ማለት እዩ ሓፂበ ብስነ ስርዓት ኣንቂፀ የምፅየ ዘለኹ ሕጂ ክሞትረ እየ ምስ ቅራፍ ኢና ክንጥሕኖ ከምዚ ትሪእዎ ዘለኹም ምስ ቅራፉ ገይረ ክጥሕነ እየ ምስ ቅራፉ ቆሪፀ ክጥሕነ እየ ምክንያቱ ብጣዕሚ ጥዑም እዩ ዝገብሮ እቲ ሕብሪ ከዓ ፅቡቅ ይኸውን ማለት እዩ ካብ ፃዕዳ ዝኸውን ፅቡቅ ናይ ኦሬንጅ ከምዚ ትሪእዎ ዘለኹም ይኾነለይ ማለት እዩ ስለዚ ኣይንቕረፎ እንተዘይደሊና ከዓኒ ቀሪፍና ከዓ ክንጥሕኖ ንኽእል ኢና ፀገም የብሉን ክቡራት ተኸታተልተይ ስለቲ ኩሉ ነገር ትገብሩለይ ብልቢ ብልቢ ዘመስግነኩም ደጊመ ምትባዕኹም ኣይፈለየ ንብለኩም ላይክ ሸር ሳብስክራይብ እንዳገበርኩም ምትባዕኹም ኣይፈለየኒ ምክንያቱ እቲ ንዓይ እትገብሩለይ ምትባዕ ንዓይ ዓብ ዓብ ሞራል ስለ ዝኾነ ማለት እዩ እምበኣር ሕጂ እዛ ሽኮር ከዓኒ ምስታ ኣራንሽ ገይረ ማይ ሓንቲ ኩባያ ምልእቲ ገይረ ጥሒነያ ማለት እዩ ሽኮር ምእንቲ ምስኡ ክሓቅለይ ኢለ ምስኡ ገይረ ጥሒነያ ረይዎ ጢሒነ ኣምፀዮ ማለት እዩ ብጫ ጆስ ኮይነለይ ፅቡቅ ኮይኑ ከምዚ ትሪእዎ ዘለኹም ምስ ቅራፉ ኣይዛወቅኩ ኣይበልኩ ማለት እዩ ኣነ ከምኡ ስለ ዝደለኹ ብጣዕሚ ፅቡቅ እዩ ተዘይደሊኹም ከዓ ቀሪፍኩም ክትጥሕንዎ ትኽእሉ ኢኹም ማለት እዩ ኣገዳስነት ኣይብሉን ሃምድላይ ኢና ብድሕሪኡ እቲ ሓንቲ ዝቀረብኩዋ ዘይቲ ገይረ ከምዚ ገይረ ምስኡ የሕብሮ ኣለኹ ማለት እዩ ከምዚ ጌርና ጽቡቕ ጌርና ነወሃህዶ ብድሕሪኡ ሕጂ እቲ ሓርጨይ ክገብረ ማለት እዩ እዚኣ በቃ ሲምፕል እያ ወርሓንቲ ኣብ ሓሙሽተ ደቂቕ ግብር ግብር ኣቢልና ኣብ ፎርኖ ነእትዋ ኣቢልና ሽዕ ናብ ስራሕና ንኸይድ ማለት እዩ ግዜ ድበሃል ኣይትወስድን እያ ምክንያቱ ብዙሕ ፕሮሰስ የብላን ብዙሕ ክትወቕዖ ገለ ከማን ግዜ ኣይወስደልካን ምክንያቱ እንቃቕሖ ገለ ስለ ዘይብሉ ከምዚኣ ገይርና የእትዋ ኣቢልና ንሳላሳ ደቂቕ ኣብ ፎርኖ ክነብስላ ኢና ማለት እዩ ሕውስ ሕውስ ምባል እያ ከምዚ ትሪእዎ ዘለኹም ቀስ ገይረ ፅቡቅ ገይረ ተሓሪጭ ውቕዕ ኣቢለ ኣወሃሂደዮ ማለት እዩ ምሕፋስ ከዓ ከምዚ ትሪእዎ ማእከላይ ኮይኑ ኣሎ ረይዎ እቲ ቅራፍ ኣራንሺ ብራውን ጌርዎ ጽቡቅ ጌርዎ ሕብሩ ወርቃዊ ጌርዎ ብጫ ጽቡቅ ከምዚ ጌርና እንድሕር ክስታይ ጌርና ፍኹስ ይብል ማለት እዩ እቲ ቢሖቕና ኣዝዩ ጽቡቅ ኸውን ይርዳእካ ኢድካ ከመይ ከም ዝኾነ ይረኣየካ እዩ ማለት እዩ ሕጂ ረይዎ ፍኹስ ኢልለይ ፅቡቕ ኮይኑ ረይዎ ብጣዕሚ ደስ ይብለካ ዋላ ሓንቲ ቤኪንግ ፓውደር ገለ ከይገበርኩሉ ከለኹ ፅቡቕ ፍኹስ ኢሉ ማለት እዩ ሕጂ ሓንቲ ማንካ ቤኪንግ ፓውደር ክገብረሉ እየ ማለት እዩ ሓንቲ ማንካን ፈረቓን ዋላ ተገበርናሉ ፅቡቕ እዩ ፅቡቕ ኮይኑ ምእንቲ ፎኪስ ክኸውን ማለት እዩ ሕጂ ብትን ክብለለይ ምእንቲ ከምዚ ገይረ እንዳነፈኹ ዋላ ሓንቲ ድንትፈ የብሉን ክብተነለይ ስለ ዝደለኹ እየ ከምዚ ገይረ እንዳነፋቕ እተዮ እንተዘይኮይኑ ከዓኒ ዋላ ከይነፈና ወይን ከነእትዎ ንኽእል ኢና ፀገም የብሉን ሓንቲ ምልእትን ፈረቓን ማንካ ገይረሉ ማለት እዩ ፅቡቕ ፍኹስ ክብለለይ ምእንቲ ምክንያቱ ናይ ፆም ስለ ዝኾነ ምናልባት ክብት ከይብል ፅቡቕ ኮይኑ ክፈኩስ ኣብዚሐሉ እምበር ብካልእ ግዜ እኮ ሓንቲ ማንካ እየ ዝገብረሉ ነይረ ሕጂ ቀስ ጌርና ነወሃህዶ ማለት እዩ ድሕሪ ቤኪን ፓውደር ብዙሕ ምህራም ገለ ኣየድልየን እዩ ጥራይ ቀስ ጌርካ ኣወሃህድ ኣቢልካ ኣልጢፍካ ምእታውያ ምክንያቱ ኦረዲ ብ ኢድካ ከሎ እዩ መሊሱ ሓፍ ድብል ሓፍ ኢሉስ ከይወድቕ ምእንቲ ተቐዳዲምና ቀልጢፍና ክስታይ ንገብሮ ማለት እዩ መጀመርታ ግን ዝኾነ ዕንካር ገለ ከይህልዎ ከነረጋግጾ ኣለና ቀስ ጌርና በቲ ውሽጢ እንዳገላበጥና ማለት እዩ ጥንቅቕ ኢልና ሕጂ ከምዛ ትሪእዋ ኣዳዊ ሰብ ምስ ወዳእኹ ኣብዛ ሸሓንየይ ዘይቲ ለኽየ ቆርብ ሓርጭ ንፍያ ኣቢላ ኣብኣ ገልቢጠያ ኣለኹ ከምዛ ትሪእዋ ዘለኹም ቀስ ገይረ ግልብጥ ኣቢለ ሕጂ ማዕራሪ ኣቢለ ናብ ፎርኖ ኣኸእትዋ እየ ማለት እዩ ሕጂ ንሳላሳ ደቂ ኣብ ፎርኖ እተያ ድሕሪ ሳላሳ ደቂ ድማ ከምዛ ትሪእዋ ዘለኹም ኮይና በሲላትለይ መፅያ ኣላ ማለት እዩ ኣዝያ ጽብቕቲ ኮይና በቃ ረይዋ ዋው ደስ ክትብለካ እዚኣስ ናይ ጾም ከማን ኣይትመስልን ብጣዕሚ ጣዕማን ገሊኣን ብጣዕሚ ክጥዕም ማዓት እዩ ናይ ኦሬንጅ ኬክ ፕሊስ ሰሪሕኩም ፈትንዎ ክቡራት ተኸታተልተይ ናይ ሎማዓንቲ ትሕዝቶይ ኣዝያ ሕፅር ዝበለት እያ ግን ቁርሲ ብንትኾነና ብኸምኡ እየ ሓፂር ምሻሎ ግዜ ጾም ከም ዝቐልል ዝበለ ኬክ ክኾነልና እንተደሊና ከምዚኣ ጌርና ንስራሓያ ኣይሆብ ፈቲኹማ ክትኮኑ ከዓ ተስፋ ገብር ሓደ ሰብ ርእዩ እንድሕር ነዛ ናተይ ተታባቢዕ ሰሪሕዋ ንዓይ ዓበ መክሰብ እዩ ሰው ተስፋ ገብር ማለት እዩ ክትፈትዋ እምበኣር ክቡራት ተኸታተልተይ ናይ ሎም ዓንዲ ትሕዝተይ እዚኣ ትመስል ኣብ ቀጻሊ ብካልእ ትሕዝቶ ክምለሰኩም እየ ረእዎ ክፈኩስ ውሽጡን ገሊኡን ረእዎ ከመይ ይልበስ ይብሎ ብጣዕሚ በቃ ደስ ክብለካ ብጣዕሚ ፅቡቅ ውሽጡን ገሊኡን ረእዎ ፈኩስ ፅቡቅ ኮይኑ ስለዚ ከምዚኣ ጌርኩም ቁርሲ በንኩም ሰሪሕኩም ቡንኩም ስተዩ ይብለኩም ፕሊስ ላይክ ሸር ሳብስክራይብ እንዳገበርኩም ምትባዕኹም ኣይፈለየኒ እቶም ኩሉ ግዜ ላይክ ሸር ሳብስክራይብ እናገበርኩም ተተባብዕንኻ ብልቢ ብልቢ እየ ዘመስግነኩም ብእውነት ብዘይቀል ዓለም ከም ቀደብኩም ምትባዕኹም ኣይፈለየኒ እምበኣር ንሎማዓንቲ ኣብዚኣ ክገድፈኩም እየ ኣብ ቀፃሊ ብሓድሽ ትሕዝቶ የራኽበና ባይ ባይ